ሓደ ነገር ክበርህ ዘለዎ መበገሲ ቃልሲ ናፅነት እንታይ እዩ? ከም ውድብ ናፅነት ትግራይ ዝተበገስናሉ ቃልሲ ህዝቢ ትግራይ ካብ ዘለዎ ገዚፍ ታሪኽን ልዑል ባህግን ተላዒልና ናፃን ልዑላዊትን ሃገረ ትግራይ ንምግሃድ እዩ። እዚ እቲ መሰረታዊ ነጥቢ። ካብዚ ብምብጋስ እውን ኣብ 2012 ሰነ ሽዱሽተን ሸውዓተን ፈላማይ ወይ እውን መስራታይ ሓፈሻዊ ጉባኤ ኣሳሊጥና ኢና። ኣብ 2016 ዕስራን ሸሞንተን ዕስራን ትሽዓተን መጋቢት ካልኣይ ሓፈሻዊ ጉባኤ ተሳሊጡ እዩ። ቅድሚ ሳልሳይ ሓፈሻዊ ጉባኤ ማለት እውን ዕስራ ሰነ 2018 ዘሳለጥናዮ ብድሆታት ገጢሞምና እዮም። ምልክት ናጽነት ኢልና ዝሓረናዮም ኣንጻር ቃልሲ ናጽነት ኣንጻር ሃለዋትን ድሕንነትን ህዝቢ ትግራይ ኮይኖም ተረኺቦም ስለዚ እዚ ኩሉ ብድሆታት ሰጊርና ኣብ ዝሓለፈ ቀዳም 20 ሰነ 2018 ዕውት ሳልሳይ ሓፈሻዊ ጉባኤ ኣሳሊጥና ኢና ስለዚ ኩሎም ኣባላትና፣ ደገፍትና ኢሉ እውን ብሓፈሻ ህዝብና ንስለ ዕዉት ሓፈሻዊ ጉባኤ ዘሳለጥናዮ ዝተገበረ ፃዕሪ ኣዚና ክነመስግን ንፈቱ። ንህዝብና፣ ኣባላትናን ደገፍትናን እውን እንቋዕ ሓጎሰኩም ክንብሎም ንፈቱ። ኣብዚ መሪሕነት፣ ክሳብ ቀፃላይ ጉባኤ ከሳጋግሩ ዝኽእሉ መሪሕነት ሓርኢ ውድብ ናፅነት ትግራይ ዕስራን ሓደን መሪሕነት ቤት ምኽሪ ናፅነት ኢሉ እውን ቆምቲ ኮሚቴታት ናይዚ ቤት ምኽሪ ናፅነት ሰለስተ ሓለዋ ናፅነት ኢሉ እውን ሸውዓተ ፈፃሚት ስራሕ ናፅነት ሓሪ ኣሎ ካብዚኦም ኣቦ መንበር ውድብ ናፅነት ትግራይ ተጋዳላይ ዶክተር ገብረመድህን ሮምሃ፣ ምክትል ኣቦ መንበር ውድብ ናፅነት ትግራይ ተጋዳላይ ገብረሊባኖስ ገብረማርያም ኮይኖም ተሓርዮም ኣለዉ። እዚኦም ተጋደልቲ እዞም ብፆ እዚኦም ተጋደልትን ተመራመርትን እዮም። ካብዚ ወፃኢ ካብዚ ወፃኢ ዕላማ ናፅነት ብዝኸለሱ ካብ ቃልሲ ናፅነት ብዘግለሱ ንሓይሊ ፅንተት ብልፅግና ድጋፎም ዘርእዩ ኢሉ እውን ንቤት ማሕረርቲ ተጋሩ ዝኾነት ኢትዮጵያ ድጋፎም ዘርእዩ ብዝኾነ ይኹን ዓይነት መዐቀኒ ንቃልሲ ናፅነት ኣይውክሉን። ናይ ውድብ ናጽነት ትግራይ ማሕተም ክጥቀሙ ይኽእሉ እዮም፣ ብማሕተም ክሽቅጡ ይኽእሉ እዮም። ብዝኾነ ይኹን ዓይነት መዐቀኒ ግን ንውድብ ናጽነት ትግራይ ኣይውክሉን። ውድብ ናጽነት ትግራይ ዝውከል ኣብ ሳልሳይ ሓፈሻዊ ጉባኤና ዝተሓርዩ ብጾት ጥራሕን ጥራሕን እዮም ምስዚ ተታሒዙ ኣብ ሎም ቅነ ኣመራርሓ ሕወሓት ዝኾና ወይዘሮ ፈትለወርቅ ዝተዘረበኦ ነገር ኣሎ ብመሰረቱ ሓደ ነገር ክነነፅሮ እንደሊ ከም ውድብ ናፅነት ትግራይ ንሕና ከም ውድብ ናፅነት ትግራይ ካብ ሰናይ ጉሓቱ ሓቋፍን ምዑሩይን መንግስቲ እንጠልብን ከምኡ ውን ተሪርና እንቃለሰሉን እዩ። ኮይኑ ግና ወይዘሮ ፈትለወርቅ ዝበላኦ ውድብ ናጽነት ትግራይ እውን ውናት እውን ክኣትዉ ተሰማሚዖም ዝበላኦ ግን ፍጹም ካብ ሓቂ ዝረሓቐ እዩ። ፍፁም ካብ ሓቂ ዝረሓቐ እዩ። ከም ውድብ ናፅነት ትግራይ ኣብዚ ጠሚትና ዝተዘራረብናዮ ነገር ኮነ ዝወሰንናዮ ነገር ከም ዘየሎ ኣረጊፅና ንህዝብና፣ ኣባላትናን ደገፍትናን ግልፂ ክንገብር ንፈቱ። ካብዚ ወፃኢ ብዝኾነ ይኹን ዕላማ ቃልሲ ናጽነት ዝኸለሰ ኢሉ እውን ካብ ቃልሲ ናጽነት ብዘግለሰ ኩሎም ኮማሮ ብልጽግና ብዝኾኑ ብዛዕባ ውድብ ናጽነት ትግራይ ዝዛረብዎ እዚ ንጸጋም ገዲፍና ንሕና ኣብ ረዚን ብሄራዊ ቃልሲ ናጽነት ከም ዘለና እውን ንህዝብና ኣባላትናን ደገፍትናን ግልፂ ክንገብር ንፈቱ።